ብኣ ተደሪኽና ከኣ ነቲ ዝሓለፈ ታሪኽናን ዘለናዮ ኩነታትን ኣጸቢቕና ክንምምዮን ክንመዝኖን ትሕግዘና ኢለ እኣምን። እዚኣ መዓልቲ እዚኣ ኤርትራውያን ነቲ ዝሓለፈ ክብሮምን ዝሓለፈ ጸገማቶምን ኩሉ ኣለልዮም ሕርቑርቖቶምን ውሳኔኡምን ዝገንፈለላ መዓልቲ እያ ነይራ። ሓደ መስከረም ህዝቢ ኤርትራ ንሓያላት ሃገራት ኮይኑ ንጎረባብቲ ንኹሎም ዝግደሱ ሰባት ከማሕጽንን ክልምንን ሰላም ክሓትትን ራህዋን ዋና ነብሱ ክኸውንን ዝሓተላ ዝነበረ ሕቶኡን ለበውኡን ፍረ ከውጽእ ስለ ዘይከኣለ ገንፊሉ ዝተተኮሰ ሰውራ ኤርትራ ዘበሰረት መዓልቲ እያ። ሓቂ እዩ እቲ ብ ሓደ መስከረም ዝተጀመረ ጻዕሪ ብዙሕ ዕንቅፋታት ኣሕሊፉ እዩ። ብዙሕ ናይ ፍስሃ፣ ናይ ሓጎስን ናይ ኩርዓትን ግዜ እውን ኣሕሊፉ እዩ። ጅግንነትን ሃገራውነትን ኣብ ዝለዓለ ጥርዙ ክበጽሕ ተዓዚብና ኢና። ክቡር ዋጋታት ኣሕሊፍና ብረሃጽናን ብደምናን ሎሚ ከኣ ንድሕሪት ተመሊስና ንኹሉ እዚ ንግንዘበሉን ሒሳብ ንገብረሉን ግዜ በብዓመቱ መስከረም ሓደ ተዘኻኽረና እያ። እቲ ዘሕዝን ነገር ግን ድሕሪ ስሳን ሓደን ዓመት ሕጂ እውን ከም ብሓድሽ ቃልስና እንዳሐደስና ምእንቲ ነጻነትና ክንረክብ ምእንቲ ፍትሒ ክንረክብ ምእንቲ ነጻነት ከነውሕስ ኣብ ሃገርና ንገብሮ ዘለና ቃልሲ ይቕጽል ኣሎ። ዜርና ዜርና ግን እዛ መዓልቲ ብጉሁያትና ንዝክራ መዓልቲ ዘይኮነትስ ብሓቂ ተሓጉስና ብፍስሃ ነብዕላ መዓልቲ ክትከውን ተስፋ እገብር እቲ ተስፋና ከኣ ሙሉእ ክኸውን እዩ ስሳን ሓደን ዓመት ዝተጸቤናዮ ስለ ዝኾነ እዩ እዚ ዝሓለፈ ስሳን ሓደን ዓመት ብዙሕ ጽንኩር ኩነታት ስለ ዝሓለፎ ብዙሕ ወጽዓታት ብዙሕ ዓመጽን ብዙሕ ጌጋትን ዝተረኽቦ ስለ ዝኾነ ሓሓድ ግዜ ከነስተማስልን ክንጸርፎን ክንንዕቆን ባህርያዊ እዩ ባሕቲ መስከረም ግን ውላድ ህዝቢ ስለ ዝኾነት ከም ቆልዓ ናይ ህዝቢ ጌርና ንቑጸራ እሞ እቲ ቆልዓ ዝገበረ እንተገበረ ዝተጋገየ እንተተጋገየ ኣይ ቆልዓይን'ዩ ወይ ኣይ ወደይን'ዩ ኣይ ጓለይን ኢልካ ዝጓሓፍ ኣይኮነን ብዝከኣለካ መጠን ከተዐርዮን ኣብ ቅኑዕ መገዲ ክትመኽሮን ክትሕግዞን ከተዐርዮን ጥራሕ ኢኻ ትፍትን ውላድካ ስለ ዝኾነ ደርቢኻ ኣይትደብዮን ኢኻ ከምቶም ወለዲ ደቆም ኣብቲ ዝደልይዎ ስለ ዘይበጽሑሎም ከምቲ ዝደልይዎም ኮይኖም ስለ ዘይዓበይሎም ክኽሕድዎም ኣይክእሉን እዮም። እሞ መስከረም ሓደ ውላድና እዩ ባህግና እዩ እቲ ጉዕዞ ከኣ ቀሊል ኣይነበረን መሬት ብደም ኣጨቅይዎ እዩ እቶም ስውኣት ከኣ ብዕጽምቶም ኣደልዲሎሞ እዮም እዚ ሕጂ ደሪቁ ነቂጹ ንረግጾ ዘለና መሬት ናቱ ውጽኢት እዩ ኣጨቅዮም ኣደልዲሎም ዝገደፉልና ኮሪዕና ብምቾት ክንረግጾ ንሓስብ ዝነበርና ክኾነልና ስለ ዘይከኣለ እቲ ጓሂስ ተሰኪምና ንኸይድ ኣለና እቶም ናይ ፖለቲካ ኣጋንንቲ ከኣ ነቲ መሬት ጭቃ ኮይኑ ክተርፍ ከይድልድል ኣጸቢቕና ከይንረግጾ ድልዱል መሬት ከይንረግጽ ዝገብሩና ዘለዉ ከኣ ኩላትና ንርእዮ ኣለና። ብዝያዳ ደም እንዳኸዓውሉ መመሊሶም እንዳጨቀውዎ እዮም። እዚ ዋሕዚ ደም ግን ከቋርጽ ኣለዎ። እቲ ቁስሊ ድማ ክስፈን ክፍወስን ክሓውን ናይ ግድነት እዩ። ሽዑ ኢና ንሓደ መስከረም ከም በዓል ናይ ሓጎስ መዓልቲ ጌርና ከየስተንተና ከይጓህና ሕማቕ ከይዘከርና ክነሕልፋ ንኽእል። ጻማ ናይቶም ዝሓለፉ ስለ ዝኾነት መዓልቲ መልቀስ ክትከውን ኣይግብእን እዩ እሞ ኣብ ቀረባ ጽልምትምት ዘይበለ ናይ ሓጎስ መዓልቲ ክንርኢ ተስፋ እገብር ናይ ጥልመት ዝኽሪ ዘይኮነስ መዓልቲ ሓጎስ ስለ ዝኾነ ብዘይጽልግልግ ብሓጎስ ከነብዕሎ ናይ ብሩህ ፀሓይ ብርሃን እንርእየሉ ጸልማትን ጽልግልግን ዘይኮነ ሕጂ እውን ሓደ መስከረም ነቶም ሃገሮምን ህዝቦምን ዝፈትዉ ናይ ዝኽሪ መዓልቲ እያ ርሑስ በዓል ሓደ መስከረም። መብሩክ ዓለይኩም ዝክረ ኣልፋትሒ ምን ሰፕተምበር ርሑስ መዓልቲ ዓዋተ መብሩክ ዓለይኩም ዝክረ ዮም ዓዋተ ንኹልኹም። ሕጂ ንመስከረም ሓደ ዘዘኻኽረና ምንቅስቓስ እንዲ ዝካየድ ዘሎ፣ ይሃብብ ኣሎ ስለዚ ብዛዕባ ክንዛረብ እዚ ምንቅስቃስ ብርጌድ ፍሉይ ተርእዮ እዩ ከምቲ ደጋጊመ ዝብሎ ሕርቃ ምስ ተተኮሰ ጓሂ ኣብ ጥርዚ ምስ በፅሐ ሰንፈላል ምስ ኣተወቲ ሰብ ተስፋ ምስ ተሳእነ መፃኢ ዕድላት ፅልግልግ ምስ በለ ፀልማት ኮይኑ ምስ ዝረአ ዝተረኽበ ተርእዮ እዩ ከምኡ ድማ ውፁእ ኤርትራዊ ምንቅስቃስ እዩ ኤርትራውያን ካብ ነዊሕ ዓመታት ዘሕልፍዎ ዝነበሩ ሕሰምን መከራን ካብኡ ዝተወልደ ምንቅስቃስ እዩ እሞ ዘይ ኤርትራዊ ኢልካ ክትጽውዖ ልቦና ኣይኮነን ምኽንያቱ እቶም ካብ ንዊሕ ንቃለስ ዝነበርና ኮምኡ ጌሮም ከጥቅዑና ይፍትኑ ስለ ዝነበሩ በዚ መጥቃዕቲ እዚ ንኻልኦት ከተጥቅዕ ግቡእ ኣይኮነን ብሕልፊ ብሕልፊ እትብ ኢትዮጵያ ዝነበረ ተቃላሳይ እንታይ ከም ዝጽዋዕ ዝነበረ ኣጸቢቕና ንዝክሮ ኢና። ሕጂ እቲ በደል ብህግደፍ ዝግበር ዝነበረ ክንደግሞ ግቡእ ኣይኮነን። ስለዚ እዞም ከምኡ ትብሉ ዘለኹም ቁሩብ ተተቖጠብኩም ይሓይሽ ኢለ ምኽረይ ክልግሰልኩም እፈቱ። ንኹሉኹም ተዓዘብተይን ኣዕሩኽተይን መቓልስተይን ኣብዚ ዝሓለፈ ቅንያት እዛ ናይ ሳብስክራይብ ነገር ጽቡቕ ትኸይድ ኣላ የቐንየለይ ክብለኩም እደሊ። ሕጂ እውን ናይ ኩሉኹም ምትሕብባር ስለ ዘድሊ ሳብስክራይብ። የቐንየለይ ኣብዚ ዝሓለፈ ናይ ስሳን ሓደን ዓመት ተመክሮ ኤረትራ ብዙሕ ጸገማት ብዙሕ ዕንቅፋት ሪኢያ እያ ገሊኡ በቶም ንዕሪ ኣለና እንዳበሉ ዘበላሽዉ ዝነበሩ ገሊኦም ከኣ ደበበ ኢሎም ከበላሽዉ ዝጽዕሩ ብዝነበሩ ብዙሕ ዕንቅፋታት ተራእዩ እዩ ስለዚ ሕጂ እቲ ሕሉፍ ጌጋታትና ናይ ኩላትና ኢልና ክንቅበሎ ግዚኡ ኣኺሉ እዩ ብትብዓት ኩልና ክንኣምነሉ ግዴታና እዩ። ሎሚ ኤርትራዊ ንኻልእ ዝወቕሰሉ ግዜ ኣብቂዑ እዩ። ብዘይካቲ ጎሮሮና ሓኒቑና ዘሎ ህግደፍ፣ እቲ ዝተረፈ ታሪኹ ስለዝኾነ ፈሊጡ ክቕበሎ እዩ ዘለዎ። ቅድሚ ተስዓን ሓደን ዝነበረ ታሪኽ ማንም ሰብ ክሕዶ ኣይክእልን እዩ። እቶም ዘይተወልዱ እቶም ዘይተሳተፍዎ እንተዘይኮይኖም። ኣብኡ ዝነበረ ግን ኣይናተይን ኢሉ ክኽሕዶ ኣይክእልን እዩ። ወይ ኣነ ነጻ እየ እቶም ካልኦት እዮም ገበነኛታት ክብል ኣይክእልን እዩ። ቅድሚ ተስዓን ሓደን ዝነበረ ታሪኽና ኩላትና ንውንኖ፣ ጽቡቑን ሕማቑን። እዚ ናተይ እዩ ናትካ ኣይኮነን፣ እዚ ናትካ እዩ ናተይ ኣይኮነን ዝበሃለሉ ኣይኮነን። ኣብ ተመክሮ ዝተወልደ እዩ፣ እቲ ተመክሮ ከኣ ኩላትና ኔርናዮ በብግደና፣ ኩላትና ሓላፍነት ንጸረሉ፣ ንወንኖ ናትና ስለዝኾነ፣ ታሪኽና ስለዝኾነ። ኮይኑ ግን ኣብቲ መሳርዕና ዝሰለኹ ሰለይቲ ክፍኣት ግብሪ ከም ዝነበሩና ኩላትና ንፈልጥ ኢና ብተመኩራና ዝሓለፍናዮ ነገር እዩ። ሕጂ ግን ብኸመይን ንምንታይን ዝብል ኣብ መጻሕፍቲ ታሪኽ ሰፊሩ እዩ ክተርፍ ዝኽእል ምኽንያቱ እዚ ፖለቲካዊ ሽግር ስለ ዝኾነ ብፖለቲካዊ መገድን ብኣእምራዊ መገዱን እዩ ክፍታሕ ዘለዎ እምበር ብሕጋዊ መገዲ ዝፍታሕ ኣይኮነን። እሞ እቲ ዝበዘሐ ነቲ ዝግበር ዝነበረ ጸይቂ ደው ከነብሎ ኣይከኣልናን። እቶም ደው ከነብሎ ዘይከኣልና ብትብዓት ግደና ሕማቕ ከም ዝነበረ ወይ ኣብኡ ከም ዝተኸብና ክንፈልጥ ኣለና፣ ምእንቲ ድሕሪ ሕጂ እውን ከምኡ ዓይነት ጌጋታት ከይድገም። ወላ ምስቶም በደለኛታት ንብሎም ዘለና ሕጂ ብታሪኽ ወላ ምስኣቶም ሽርክነት እንተ ዘይሃለወና ካብቲ ጌጋ ክንድሕን ኣይንኽእልን ኢና። ኣባላት ናቱ ኢና፣ ክፋል ናቱ ኢና። እቶም ዝዓበኹም ትዝክርዎ ትኾኑ ኩሉ ግዜ ዘምጽኣ ምስላ ኣላ፣ ናይ ክሊንት ኢስትዉድ ዝነበረት ፊልም ነይራ ወስተርን ካውቦይ። ኣርእስታ እንታይ እዩ ብመስለኩም? ኢል ቦኖ፣ ኢል ብሩቶ ኤ ኢል ካቲቮ፣ እቲ ጥዑይን እቲ ሕማቕን እቲ ቐጣፍን ማለት እዩ። እሞ ኩልና መንፈስ ሓደ መስከረም ለቢስና ታሪኽና ንወንን። እዚ ታሪኽ እዚ ብዝኾነ ዓቕሚ ኣብ ዝኾነ ፀፍሒ ተኻፊልናዮ ዝነበርና፣ ኢድና እዩ ተቢዕና ንወንኖ ግን እቲ ታሪኽ ከፋፊልካ መመሪጽካ እዚኣ ትግብኣኒ እያ እዚኣ ኣይትግብኣንን እያ እዚኣ ነይረያ እዚኣ ኣይነበርክዋን እዚኣ ትብጽሓኒ እያ እዚኣ ኣይትብጽሓንን እያ ዝበሃለሉ ነገር ኣይኮነን ኩሉ ብሓፈሽኡ ኣባላቱ ኣካላቱ ስለ ዝነበርና ክንውንኖ ኣለና እቲ መስመር ብ ሽሕን ትሽዓተ ሚእትን ተስዓን ሓደን ተሓንጺጹ እዩ። ህግደፍ እቲ መስመር ሓንጺጽዎ እዩ። ካብኡ ንንየው ብድሕሪኡ ዝግበር ኩሉ ሓላፍነት ንሱ እዩ ዝሕተተሉ። ምኽንያቱ ብኢደ ወነንኡ ብሓይሊ ብረት ነቲ ሃገር በይኑ እዩ ክገዝኦ ስለ ዝወሰነ፣ ሰብ ኣየማኸረ፣ ሓሳብ ሰብ ኣይተቐበለ፣ ንበይኑ ክወስን ጸኒሑ እዩ። ዝኾነ ነገር ካብ ተስዓን ሓደን ዓመተ ምህረት ጀሚሩ ዝተረኽበ ከኣ ኩሉ ሓላፍነት ንሱ እዩ ዝሕተተሉ። እቲ ህዝቢ ከኣ ኣብቲ ውሳኔታት ይኹን ኣብቲ ስልጣን ምብሓቶም፣ ኢድ ስለ ዘይነበሮ ቃሉ ዝሃበ ኣይኮነን ሱቕ ኢሉ ይጽምት ነይሩ፣ ተገዲዱ ስለ ዝኾነ ሓይሊ ኣይነበሮን ክሕተት ኣይክእልን እዩ፣ ክነጽጎም ግን ባህርያዊ እዩ። ብዘይ ልዕልና ሕጊ ብኢደ ወነንኡ ዝገዝእ ስርዓት ማንም ሰብ ክድግፎ ስለ ዘይክእል ፈሪሁ ዝድግፍ ይህሉ ብጥቕሚ ዝድግፍ ይህሉ ግን ኣብቲ ቅኑዕ መገዲ እንድሕሪ ተመሊስካ ዝድግፎ የብሉን። እሞ እዚ ናይ ባሕቲ መስከረም ቃልሲ ከም እንደገና ንድና ኣስፊልናሉ ዘለና ሕጂ በዚ ኣብዚ ግዜ እዚ ንርእዮ ዘለና ናይቲ ብርጌድ ምንቅስቓስ ብዛዕብኡ ንዛረብ። ኣብ ዝሓለፈ ቅንያት ንብዙሓት ነዚ ምንቅስቓስ ክጸልውዎ ዝኽእሉ ሰባት ወይ ርክብ ኣለዎም ምስቶም ዘንቀሳቕሱ ዘለዉ ሰባት ዝበልክዎም ምስ ብዙሓት ተዛሪበ እየ። ንብዙሓት እውን ዝመስለኒ ሓሳባተይ እውን ገሊጸ እየ። ናተይ ጥራሕ ዘይኮነ ካብ ኩሉ ዝኣኻኸብክዎ ሓሳባት እንታይ እንታይ ከም ዘሎ ገምጋመይ ሂበ እየ። ዋላ እኳ ደጋጊመዮ ይኹን እቲ ለበዋይ ሕጂ እውን ክደግሞ እየ። ክሳብ ሕጂ እቲ ምንቅስቓስ ባህርያቱ እኳ ንርእዮ እንተሃለና ብዙሓት ሰባት ኣለዉ መን ምዃኖም ኩሉ ዘይፈልጦም ገሊኣቶም ኣባላት ናይቲ ምንቅስቓስ ኢና እንዳበሉ ኣፎም ዝሃቦም ዝዛረቡ ኣለዉ ገሊኣቶም ከኣ ታሪኾም እንፈልጦም ሰባት ኣብዑ ክሕንገሩ ንርእዮም ኣለና። እዚ ሕጂ እቲ ብደገ ዘሎ ሰብ ክገብሮ ኣይክእልን እዩ። ግን እቲ ብቐንዲ ነቲ ምንቅስቓስ ተተሓሒዝዎ ዘሎ ሰብ ሓላፍነቱ እዩ ነዞም ሰባት እዚኣቶም ከለልን ነቲ ካልእ ሰብ ከኣ ከለልዮም ይሕግዞ እዩ። እቲ ምንቅስቓስ ክሳብ ሕጂ ኣባላቱ መን ምዃኖም ብሽሙ ዝዛረቡ ዕላውያን ተቐበልቲ ቃል ስለዘየለዉ፣ ኩሉ ተወናቢዱ እዩ ዘሎ። ገሊኦም ኣባላት ናይቲ ምንቅስቓስ ኢና ይብሉ ኣፎም መሊኦም፣ ገሊኦም ከኣ ኣባላት ኢና እኳ ኣይበሉ ደኣ እምበር ካብቲ ዝዛረብዎ ዘረባ ካብኡ ክምዘን ከም ዝኽእል ኣባላቱ ኢና፣ ሓለፍቱ ኢና ዝብሉ እዮም ዝመስሉ። እቲ ቅድሚ ሕጂ ዝበልኩዎ ለበዋታት ክደግሞ። ቀዳማይ፣ እዚ ምንቅስቓስ ቀሊል ምንቅስቓስ ኣይኮነን፣ ድሕሪ ነዊሕ ግዜ ኢና ንርእዮ ዘለና። ብእኡ መጠን ከኣ ብጥንቃቐ ክተሓዝ ኣለዎ በሃላይ እየ። ከምኡ ስለ ዝኾነ፣ መን እዮም እቶም ወሃብቲ ቃል ክፍለጥ ኣለዎ፣ ንሳቶም ዘይተዛረብዎ ናይቲ ምንቅስቓስ ኣይኮነን። ክበሃል ተለልዩ ክፍለጥ ምእንቲ፣ እቲ ኣፉ ዝሃቦ ዝዛረብ ዘሎ ከኣ ከነለልዮ ምእንቲ። ነዚ ክሕግዝ ዝኽእል ከኣ ካልኣይ ነገር ኣሎ። ዋላ እቲ ምንቅስቓስ ክሳብ እዚኣቶም እዮም ኣባላትና ወይ እዚኣቶም እዮም ወሃብቲ ቃልና ኢሉ ዘፍልጥ ዝኾነ ሰብ ተዛሪቡ ናይቲ ምንቅስቓስ ዕላማታት ይውክል ድዩ ኣይውክልን ክፍለጥ ምእንቲ፣ እቲ ምንቅስቓስ ዕለማታቱ ከብርህ ክኽእል ኣለዎ ምኽንያቱ እዚ ናይ ሕቡእ ስራሕ ኣይኮነን ዝገብርዎ ዘለዉ ተሓቢኦም ኣይኮኑን ዝገብርዎ ዘለዉ ብጋህዲ ኣፍ ልቦም ነፊሖም ዝገብርዎ ዘለዉ ነገራት ስለ ዝኾነ ኣብኡ ብዙሕ ሰጉሞም ኣለዉ ስለዚ እቲ ዕላምኦም እንታይ ምዃኑ ክብርህ ኣለዎ ንኣብነት ልዑላውነት ናይ ኤርትራ ናይ ህዝቢ ኤርትራ ማለተይ ብቐንዱ እንታይ ምዃኑ ክገልፅሎም ኣረኣእየኦም ኣብቲ ርክብ ምስ ትግራይ ይኹን ምስ ካልእ ይኹን ዘለዎም እንታይ ዓይነት ኣረኣእያ ከም ዘለዎም ክገልፁዎ ክኽእሉ ኣለዎም። ብቐንዱ ድማ እዚ ክልተ ዓመት ገይሩ ከስፋሕፍሕ ዝፀንሐ ፀረ ህዝቢ፣ ፀረ ሓድነት፣ ሰብ እንዳዘለፍካ ዓሌትን ወገንን ብጠቕላላ ዓብይ ክፋላት ናይ ኤርትራ እንዳፀረፍካን እንዳዋረድካን እንዳመቓቐልካን ዝኸይድ ዝፀንሐ ወፈራታት መርገጾም እንታይ ምዃኑ እውን ክገልጹ ኣለዎም። ንሕና ኣብዚን ኣብዚን ጉዳያት እዚ እዚን እዚን እዩ መርገጽና እንተ ኢሎም፣ ሽዑ እቲ ካብዚ መርገጺ እዚ ዝወጽእ ሰብ ናይ ባዕሉ ከም ዝዛረብ ዘሎ ወይ ኣፉ ዝሃቦ ከም ዝዛረብ ዘሎ ከተለልዮ ቀሊል ይኸውን። እንድሕር ከምኡ ዘይተገብረ ግን ኣየናይ እዩ ናይቲ ምንቅስቓስ ቃል ኣየናይ እዩ ናቶም ናይ ብሕቶም ናይ ውልቆም ቃል ክፍለጥ ኣይከኣልን እዩ። ተሓዋዊሱ እዩ ዘሎ። እዚ ምንቅስቓስ ከኣ በቲ ግዜ ዝጠልቦ ዘሎ ኣገባብ መርገጹ ኣነጺሩ ክንቀሳቐስ እንተኾይኑ እዚ ነገራት እዚ ክበርህ ኣለዎ። ነቶም ጸረ ዕላማታቱ ዝኾኑ ባእታታት ከኣ ከም ካልኦም ምስ ሰቦም ክገጥምዎምን ክወቕስዎምን ክኹንንዎምን ይግባእ። ከምዚኦም ጉዳያት ብኣግኡ ከነጽርዮም እንተዘይክኢልና እንታይ ከም ዝስዕበና ኩላትና ክንርድኦ ንኽእል ኢና። ካልኣይ ግዜ ኣብ ከምኡ ዓይነት ጌጋ ክንወድቕ የብልናን ከም ህዝቢ ወይ ከም ምንቅስቓስ። ወላ ህግደፍ እውን ክኣቱ ከሎ እዚ ከምዚ ስለ ዝነበረ እዩ ክሳብ ሕጂ ንምውራዱን ንምዕራዩን ጸጊሙና ዘሎ። ዝድለዩን ዘይድለዩን ሰባት ተሓንጊሩ ክሳብ ሕጂ ሸይሸይ ይብሉልና ኣለዉ፣ ደው ከነብሎም ክንገትኦም ኣይከኣልናን። እዚ ዓይነት ጸገም ከኣ ንክመጽኣና ንመን ኢና ክንሓሚ ሽዑ? ዝሕመ የብልናን። ካብ ብሕጂ ክንጥንቀቕ ኣለና፣ ቀሊል ነገር ስለ ዘይኮነ ከኣ ብቕልጡፍ ኣድህቦ ተዋሂብዎ፣ ክግለጽ ዘለዎ ክእረም ዘለዎ ነገር እዩ። እንተዘይኮነ ብስም እዚ ምንቅስቃስ መርዚ ዝነዝሕ ዘሎ እቲ ዝንዛሕ ዘሎ መርሲ እቲ ዝግበር ዘሎ ቅርሕንቲ ደሓር ብቀሊሉ ዝፍወስ ኣይኮነን። ከምዚ ዓይነት ሓደጋ ከኣ ከነባልሖን ሱቅ እልና ክንርእዮን ግቡእ ኣይኮነን። እቲ ቀንዲ ዘሻቅለኒ እንታይ መስለኩም እዚ ከምዚ ዓይነት ምንቅስቃስ ሓንሳብ ሳሕቲ እዩ ዝወጽእ ሱቅ ኢሉ ኣብ ዝኮነ ወቅቲ ዝወጽእ ኣይኮነን ሳሕቲ እዩ ዝወጽእ። ሳሕቲ ክወጽእ ከሎ ኸኣ ክንንከባኸቦ እዩ ዘለና፣ ክንሕበነሉ እዩ ዘለና፣ ክንጥንቀቐሉ ኢና ዘለና። ከምዚ ዓይነት ዕድል ተረኺቡ ከሎ፣ ከምዚ ዓይነት ምንቅስቓስ ተጀሚሩ ከሎ፣ ከይተበላሸወ፣ መገዱ ከይሰሓተ፣ ማእዝኑ ከይሰሓተ፣ ኣብ ቅኑዕ መገዲ ኣብቲ ዝድለዮ ዘሎ ክበጽሕ እንተደኣ ኮይኑ ኣጸቢቕና ክንሕዞ ክንክእል ኣለና። እዚ ምንቅስቓስ እዚ ከምቲ ቅድሚ ሕጂ ንርእዮ ዝነበርና ምንቅስቓሳት ውልዕ ጥፍእ ይመጽእ እሞ ሽዱሽተ ወርሒ ሸውዓተ ወርሒ ዓመት ተነውሐ ክልተ ዓመት ጸንሕ ሽዑ ኣበይ ከም ዘሎ ኣይንፈልጥን ትርእይዎ ኣለኹም ዓሰርተታት ከምኡ እዩ ዘሎ ውድብ ኢና ይበሃል ጫው ይበሃል ይዝረብ ይብል ድሓር ከኣ ቀሂሙ ይተርፍ ከምኡ ከይከውን ብጣዕሚ እየ ዝስከፍ ከምኡ ዝኸውን ኣይመስለንን ግን ምጥንቃቕ የድሊ እዩ ኣብ ነፍስኻ ክትተኣማመን ኮለኻ እውን ተጠንቂቕካ እዩ ምትእምማን ብርሱቕ ኢልካ ኣብ ጥርሑ ኣይትተኣማመንን ኢኻ እዚ ከምዚታት ክጸፍፍ እንተኽኢሉ ዋሕስነት እዩ እዚ ምንቅስቓስ ግን ዕድሉ ከምቲ ዝሓለፈ ካልእ ምንቅስቓሳት ክኸውን እንተኾይኑ ማንም ሰብ ኣብዚ ዝካፈል ዘሎ ኮላትና ኣብ ሓፈሻ ዓቢ ገበን ኣብ ቃልሲ ኤርትራ ከም ንፍጽም ዘለና ክንግንዘብ ኣለና። ስለዚ በጃኹም እዚ ነገር እዚ ብቐሊሉ ዝርእ ኣይኮነን። እዚ ምንቅስቓስ እዚ ኣብ ኢድና እንድሕር ሓውዩ ኣንጻር ድልየታት ህዝቢ ኤርትራ፣ ኣንጻር እቲ ትምኒቱ ምእንቲ ፍትሕን ቅሳነትን ሰላምን ዝገብሮ ዘሎ ቃልሲ እዚ ተተኲሱ ወጺኡ ዘሎ ናህሪ ክንጥንቀቐሉ እዩ ዘለና። እንተዘይኮነ ዓቢ ገበን ኣብ ልዕሊ ህዝብናን ኣብ ልዕሊ ታሪኽናን ኣብ ልዕሊ ቃልስናን ንገብር ከምዘለና ክንግንዘብ ኣለና። እሞ ሓደ ሓደ ግዜ። ደይሓሰብካዮ ቋራጭ ይመጻካ እንድዩ ኣብ ጋቦን ገለ ነገራት ተረኺቡ ኣሎ ኣብዚ ክልተ መዓልቲ ዝከታተሎ ቀንየ ሳሕቲ ገለ ተረኽቦታት ይመጽእ እሞ ዘይፈለጥካዮ ኣቋራጭ መገዲ ይኾነካ ብተስፋ ስለ ንነብር ከኣኒ ዝኾነ ከምዚ ኣጋጣሚ ክርከብ ከሎ ስለ ንትስፎ ኣብ ጋቦን ሓደ ተረኽቦ ርኢና ኣብዚ ክልተ መዓልቲ ዝሓለፈ እሞ ሕጂ እቲ ናይ ኣፍሪቃ ካርታ ክትርኢ ኮለኻ ካብ ምዕራብ ኣፍሪቃ ጀሚሩ ንገማግም ቀይሕ ባሕሪ ገጹ ይኸይድ ኣሎ ሱዳን በጺሑ ኣሎ። ብዛዕባ እዚ ካርታ እዚ እየ ዝዛረብ ዘለኹ። ሕጂ ካብ ሱዳን ሓሊፉ ካብ ቻድ ሓሊፉ ኣብ ሱዳን በጺሑ እቲ ቀጻሊ በይ ምዃኑ ኩላትና ክንግምት ንኽእል ኢና። እንተድኣ ናይ ኣቋራጭ ዕድል ጌርና ተጠቂምናሉ ከመይ ጌርና ኢና ክንጥቀመሉ ግን ኣነ ዝመስለኒ ኤረትራ ጭዋዳታት ኣለዋ ኣሕዋትና ደቅና ማዓቢትና ኣዝማድና ቤተሰብና ኩሉ ዘለዎ ሓይሊ ኣሎ ኤረትራ እዚ ሓይሊ እዚ ጭዋዳታት ናይ ኤረትራ እዩ ቅልጽም ናይ ኤረትራ እዩ ሓይሊ ናይ ኤረትራ እዩ ኤረትራ ክትድኳዕ ኮላ ክሳብ ሕጂ ኣብ ድቃስ ኔሩ ኸውን ትኽስ ኢሉ ኔሩ ኸውን ገለ ነገር ክግበር ኣይርኢናዮን በዚ ኣጋጣሚ እዚ ነታ ትደዓኽ ዘላ ዓዲ ከድሕንዋ እንድሕር ድልየት ኣለዎም ኮይኑ ብዙሓት ኣለዉ ጥቕሚ ዘለዎም ኣብዚ። ኣብዚኣቶም ተስፋ ክንተንብርና ሕማቕ ኣይኮነን። እሞ ካብዚ ናይ ጋቦን ተቐዲሑ ገለ ከምኡ ዓይነት ለውጢ ክግበር ኣም ተመነኹም እንዶ ገለ ኣለዉ ነዚ ስርዓት ንዘለኣለም ክነብር ዝደልዩ ከም ማቱሳላ ነማእት ዓመታት ክነብር ዝደልዩ ኣለዉ ነዚ ስርዓት ግን ከምኡ የሎን ዘመን ናይ በዓል ማቱሳላ ተወዲኡ እዩ ኣብቲ መጻሕፍቲ ቅዱሳት ጥራሕ እዩ ዘሎ እምበር ሕጂ ኣይርከብን እዩ ካልኣይ ከምኡ ስለዚ እቶም ብጥቕሚ ዝተኣስሩ ሰባት ብበለጽ ዝተኣስሩ ሰባት ብኻልእ ዘይሃገራዊ ስቕ ኢልካ ናይ ናተይ ናትካ ጥቕሚ ብኸምኡታት ተዓሽዮም ዘለዉ ሰባት ኣለዉ። እዞም ሰባት እዚኣቶም እቲ ስርዓት ተደምረናል እንተኢሎም ተደምረናል ይብሉ፣ ተቐኒስና እንተኢልዎ ይቕነሱ፣ ተዋጊእና እንተኢልዎም የጣቕዑ፣ ተፋቒርና እንተበልዎም ከኣ ባንዴራ ሒዞም ኣብ ደገ ሹሽ ይብሉ። ኣብዚኣቶም ብዙሕ ተስፋ የብለይን ኣነ ተስፋይ ኣብቲ ምእንቲ ህዝቡን ምእንቲ ሃገሩን ነብሱ ወፍዩ ናተይ ጥቅሚ ከይበለ ጥቅሚ ሃገረይን ጥቅሚ ህዝበይን ዝብል ሰብ ኣብኡ ዩ ተስፋይ ኩላትና ከኣ ኣብኡ ዩ ተስፋና ክከውን ዘለዎ ስለዚ እቶም ንፋስ ጋቦን ይልከየና ትብሉ ሰብ እስከ ግለጹለይ ኣብ ታሕቲ ክርኢ ደሉ ኣለኹም ክንደይ ኣለዉ ከምኡ ዝብሉ ክንደይ ኣለዉ ከኣ ኣይ ንዮ በሎም ገጾም ትርሓቕ እዞም ጋቦን ዝበሃሉ ገለ ዝብሉ ከኣ ኣይሰኣኑን እዮም ስለዚ ክርኢ ምደሌኹ ግን ውዒሉ ሓዲሩ መፍትሒ ዘይብሉ ጸገም የለን ዘይወግሕ ለይቲ ከኣኒ የለን ዘይወግሕ ለይቲ የለን ሓቂ እዩ ዘይወግሕ ለይቲ የለን እዝር ሓደሮይ ከኣኒ ተሰማሚዑ ኣሎ። ጸሓይ ቀልጢፋ ክትበርቕ እዩ ዝጽውዕ ዘሎ። እታ ጸሓይ እውን ሕራይ ዝበለት እያ ትመስል ዘላ። ቅድሚ ምብራቓ ግን ጽቡቕ ብስራት ጽቡቕ ወሬ ሰዲዳ ኣላ። እነሆ ኣልኩም ረጋቢት ሰላም ከብስራና ይመጽኣ ኣለዋ። በዚ ኮይኑ በዚ ኮይኑ ብስራት ሰላም ብስራት ዓወት ሒዘናልና ይመጽኣ ኣለዋ። ስለዚስ ከምቲ ህግደፍ ዝብልዎ በጺሕና ክበሃል ይከኣልዶ? ኣብ ኮሚና ኣቱና ኣብ ኮሚና ኣቱና ናህና
ይከኣል እዩ ይብል ኣሎ። ስለዚ ተወዲኣ። በስ ተራኺብኩም ኣለኹም ሕጂ ወዲእና እንዲና ቁር ሙዚቃ ተፃፍና እንታይ ከይብለና እዛ ሙዚቃ እምበኣር ኣብ ቅድም ዝሰማዕኩማ ሕጂ እውን ካልኣይ ግዜ ክደግመልኩም ደልየ ዘለኹ ኣሕመድ ዓብድርሒም ዝበሃል ሓወ እዩ ኩሉ ግዜ ክነገረኩም ኣለኒ ምክንያቱ ከይትርስዑ ሓወ እዩ ስለ ዝኮርዓሉ ስለ ዝሕበነሉ ኩሉ ግዜ ዘልዕሎ ንዓ እንዳ ሰማዕኩ ክዓጾ ደልየ እዚ ፕሮግራም ናይ ሓደ መስከረም ሓጎስ እንድዩ ቆርበት ሓጎስና እንታይ ከይብለና ሕጂ ንበይነይ ክስዕስዕ ስለ ዝኾንኩ ከይትኸንኡ ይትሳዕስዑ እሞ ክሳብ ኣብ ዓዲ ተራኺብና ኣብ ሓንሳብ ስዕስዕ ኣነ ንበይነይ ክስዕስዕ እየ ከይትኾኑ ከዓ ንሳዕስዑ